ከምኡ እውን እዚኦም ብቻ ኣይኹኑን። እዚኦምን ካልኦትን ኣብዚ መደብ እዚ ክንርኢና ሰናይ ምክትታል። ወትስ ኣፕ ወትስ ኣፕ ናይዚ ፍቅሪ ልኾነ ዩቲብ ቻናል ተኸታተልቲ ሎማዓንቲ ብጣዕሚ ደስ ደስ ዝብሉ ዘስሕቑን ዘምህሩን ቪድዮታት ሒዘ ተመይሰ መጽ ኔኹ ካባኹም ጽበ ላይክ ጌርኩም ጀምሮ እዛ ቪድዮ እቲ ቻናል ተፈትሕዎ ድማ ሳብስክራይብ ምግባር ኣይትርስዑ ንኸድላ ቪድዮና እስከ ተመስገን ንበሎ ንኣምላኽና ብሰላም ይሕዲርካ ብሰላም ዘተሳእኻና ክንደይ ኣለዉ እኮ ኣብዛ ለይቲ እዚኣ ክቕንዘዉ ዝሓደሩ፣ ክንደይ ኣለዉ ኣብዚኣ ለይቲ እዚኣ ደቂሶም ዘይተመልሱ፣ ክንደይ እውን ኣለዉ ኣብዛ ለይቲ እዚኣ ፈቖዶ በረኻታትን ስንጭሮታትን ቁርን ንፋስን ክህረሙ ዝሓደሩ። ተመስገንካ ኣምላኸይ ንበሎ። ብሰላም ኣተሲኻ ብሰላም ኣርፊድካ ብሰላም ኣውዕለና ኩሉ ኣብ ንጓዓዞ ዝበለ ሓልወና ብሰላም ወፊርና ክንምለስ ደግፈና ኩሉ ንደልዮን እንምንዮን ባዕልኻ ባሪካ ሃበና ንስኻ እንታይ ይሰኣነካ ናይ ዕለት እንጀራ ትበና ተመስገንካ ኣምላኸይ ንበሎ
ባባ ግን በቃ መጀመርታ ሰላም ምስ ኮነ ዝክሪ ከምሽ ኩሉ ሰብ ተሓጒሱ ኣባ ከዓ መገዲ እንድሕር ተኸፊቱ ናብቲ መሓዛ ክወስደኪ የብለኒ ነይሩ በቃ እሱ እርጊፅዋ
እዋ እሞ እንታይ ደኣ ኮይኑ ንሱ ከዘይመፀ
ሩተይ ስራሕ ከመን ክሕዘሉ ወላ ሓደ ሰብ ዝሕዘሉ የለን ነቲ ሓንሳብ ፕሮሚስ ኣትለይ ዝነበረ ንዓኣ ክዓፅፋ ኢሉ በቃ ክሳብ መቐለ ምስ ሓደ ሰብ ኣማሊእኒ። መወዳእትኡ ኣብ ዓራት ናይ ሩቶ መሓዛይ ኣብ ኣዲስ ኣበባ ተራኢልኪ።
እውይ ሄለየ መዓረይ ዘይነገርኩኺ ከዓ እንታይ ዓንሶይ ናባኺ ክመፅእ ከለኹስ ሓደ ሰራቕ ነዛ ሞባይል ኣይምንጥለኒ
ሽዑኻ እዋ ሽዑ ደኣ ነዛ ጎደና ብኣውያት ኣብ ክልቲኤ መቒለያ
እንታይ ትዛረብ ኣለኺ? ከምዛ ዝብለኪ
ሽዑ እቲ ሰራቕስ ቁሩብ ሰጒሙ ጠጠው ኣይብልን? ሽዑ ሓደ ራስታ ወዲ መፂኡ ነዚ ቆልዓ ዝገበሮ ክነግረኪ ይክእልኒ ሽዑ ድሓርቲ ራስታ ወዲ ሂብኒ ናባኺ ተሃዊኸ ከማን ፅቡቅ ገይርካ ይመስገንኮ እየ መፀ ዋ ግን እቲ ሰራቕ ተኮይኑ ዝሃደመ ተኮይኑ ከጠጠው ኢሉ እንታይ ፈሊጠልክኒ ኢኺ ኣብያተ ዓካት ናይ ብሓቂ ስምዒት የተረዳኒ ኣነ ክሓርቅ ከለኹ ወላ ሓንቲ ዘረባ ዝበሃል ኣይደልን ስምዒትና እኮ ምርዳእ ቢና ለይኮነ ናትክ ስምዒት ኣታ ስቅ ክትብል ትኽእል ዶ ስቅ ክትብል ትኽእል ካብ መዓስ ዘይኣመነ እንታይ ደኣ ዘይትፈልጥ እንትኾን
ንስኻ እኮ ክንዲ ሓሙሽተ ኣረቅን ክልተ ቢራ እንደመፅእ
ኣታ በጃኻ ኢለካ ግደፈኒ ኻኽፍ እቲ ኮንኪ እዚ ኩሉ ብሰንኪ መልክዕኺ መፂእኪ ዘሎ

ሓንቲ መዓልቲ ስታ ልብኻ you know divided ግበራ ክፍት መቐልቀል። ማይ እንዳ ሰተና ክንከታተሎ እዚ ጉዳይ ጋይስ እዚ ዘቤታዊ ጉዳይ እዩ ጋይስ እዚ ውሽጣዊ ጉዳይ እወ ችርስ እዚ ዶባዊ ችርስ ጉዳይ ችርስ ኣይኮነን ጋይስ ዋብ ሜረይ ውሽጣዊ ችርስ ጉዳይ እዩ እዚ ዋ ችርስ እዚ እባ እንዳንከታተሎ ሓይሽ ችርስ እባ ዋብ ሜሮን ውይ ያ ኮኔክሽን ያ ሜሮን ግን ደሓን ሓሊፋ ክትፀንሓካ እኒኣ ኣብ ገሊኡ ደኣ ግን ሽግር የለን ኮኔክሽን ኪ እኳ ጠጠው ኣቢልዎ እምበር ኣነ እኳ ሰይደል ክፀንሕ ሓረ ችርስ በለኒ። ኣብ ኣዲስ ኣበባ ኮንኩስ ኣብዚ ኮይነ ከመይ ችርስ ብለኪ? ኣይተረዳን።
ብዝኾነ ሜረይ ማይ መኸሰቲ ችርስ በለኒ ሜረይ ችርስ መዘይበልክን እኮ ኣብ ኣይደማ ወርዳ እምባ ኣነ ቆልዓ ድየ ዑጭ ኣይብልን ሜሮን ዋት ሃፐን ዋት ሃፐን ዋት ሃፐን ብዝኾነ ንዓኻ ሜረይ ክነግረካ ኣነ ክነግረካ ዕስራ ዓመት ክፅበየካ እየ ዕስራ ዓመት ጋይስ ስምዑኒ ዕስራ ዓመት ክጽበየ ስቅ በል ኣወዳኒ ጋይስ ዕስራ ዓመት ክጽበየ ኩላትካ ልቢ እሞ ስደድ ኣነ ልቢ ክርኢ ደለኹ ይነው ኩሉ ቀይሕ ብቀይሕ ግበርዎ እሞ ጋይስ ኣነ ሜሮ ነይ ዕስራ ዓመት ክጽበየከ ብዘይ ጎደሎ ብዘይ ዝኾነ ነገር ዕስራ ዓመት እስኻ ከዓ ይነው ዕስራ ዓመት ሙሉእ ሰሪሕካ ዲኻ ርሂፅካ ዲኻ ይነው ኩሉ ነገር ልብኻ መላሊእካ ልብኻ ፍቅሪ ፍቅሪ እንዳጨነወ ንፃባበ ዕስራ ዓመት ሽዑ ኣብቲ ክንኣርግ ከለና ተመርዒና ወሊድና ዘሚድና ናትና ንብሎ ፋሚሊ ተኺልና። ስቅ ኢልካ ኣዲስ ኣበባ እንዳኸድካ ቤተክስታይ ትገብር ቤተክስታይ ትገብር ከምኡ ድበሃል ነገር የለን ከምዚ ካምብያ ድበልኩኹምሲ ወዲ ሻሬ ድበሃል ኣሎ ዓርከይ ኣብ ደቀ መሓረ ኣቡኡ ዝገደፈሉ ኣይሱዚ ኣላቶ እቲ ጀማል ድበሃል ዓርኩ ከዓ ኣውቲስታ እዩ ከምኡ ኣይሱዚ እቲ ናቱያ እቲ ኣውቲስታ እዩ ክልቲኦም ግን ኣዕሩኹ እዮም ሕጂ ወዲ ሻሬ ጥብሲ ግበርልና ክልተ ኢሉ ኣባ ናቤት መግቢ ኣትዩ ጀማል እንታይ ኢልዎ ኣታ ኣቦኻ ሻህን ባንን በሊዑ ብጥሜት ሞይቱስ ኣቦኻ ደይበልዑ እስኻ ትእዝዝ ኢልዎ ንጀማል ኣቦኡ ኸዓ ቅድም ቅልዋን ስጋን እዩ ድበልዕ ነይሩ ኩትፎን ገለን ኣብ ኣዲስ ኣበባ እንታይ ኢልዎ ወዲ ሻረ ሕጂ እዋ ሓቅኻ ኣቦይ ሻህን ባርን በሊዑ ነዚኣ ጥሪለይ ከይዱ ኣቦኻ ግን ዝሕላን ቅልዋን ይበልዕ ነይሩ ዜሮ ገዲፍካ ከይዱ ካምቢያ ትቦኻ ድበልዑ ድነበረ ናባይ መፅዩ ወናኒ እዚኣ ኮይነ ብትኽክል ስለዚ ካምቢያ ኣሎ ኣብ ምንባር ካምቢያ ኣሎ ኣብ ሃገር ምናልባት ገለገለ ርሑቕ ዶሎ ኤርትራዊ ኣብ ኣታ ሕጂ ኸ ከምዚ ደመፃና ኸውን ኣታ ሕጂ ኸ ሃርሙና ዶኾኑ ሕጂ ኸ ኣፍክር ኣሎ ተኣብሞ እዩ ዱብዱቡና ዶኾኑ ከምዚ ድበሃል ነገር የለን ካምቢያ እዩ ስለዚ ኣቋርጽዎ ወድኡ እዞም ሰለስተ ዝበልኩኹም ሓደ ንፉይ ሓደ ኣበከነ ናቱ ሰልጠነ ከይመስለኩም ኣበከነ ሰልጠነ ክብሎ ጸኒሐ ከዓ ከምዚ ክስታይ ኣበከነ እዩ ኣበከነ ባዕሉ ትግርኛ ፈልጥ ተኮይኑ ይተንትና ወይ ኣብኡ ዶ ኣለዉ ተንትኑሎ ይበሎም ኣበከነ ሳልሳይ ወዲ ድንቁር እዞም ሰለስተ ኣዋዕ ነብሰክ ምክንያቱ

ከሕንሽሾ ከጥፍኦ ማለት ድዩ? ተጥፍኦ።
ሓደ ሚልዮን ዶላር እንተ ተዋሂብካ ኣብ ውሽጢ ዕስራን ኣርባዓን ሰዓት ቱ ቢ ኣነስ ኣብ ምንታይ መጥፍኦ ከ መሲድካ ካብቲ ሚልዮን ሲ ዳርጋ ሰብዓ ፐርሰን ኣብ ሊብያ ዘሎ ኤርትራውያን ጽጉማት ንዖም ሓገዝኩም ነቦም ካብኡ መውጽኹዎ ማለት እዩ እዎ ካልእ ዝተረፈ ከዓ ዝኾነ ቢዝነስ ከዓ ከፍተሉ ማለት እዩ ዝኾነ ቢዝነስ እንታይ ሓሳብ ኣለካ ናይ ቢዝነስ ኣይድያ

ተቃወምቲ ብዘይካ'ቲ መሬትን ናይታ ሃገር ሃብቲ ካልእ ዋላ ሓንቲ ዘገድሶም ነገር የብሎምን። ብፍላይ ብፍላይ ኢትዮጵያ ትበሃል ሃገር ኤርትራ ከም ሃገር ክትቅጽል ኣይትደልያን እያ። እዚ ሚእቲ ካብ ሚእቲ ክትቅበልዎ ከለኩም። ካልኣይ ሕጂ መልሓስ ኣጥዒሙ ኣቢይ ኣሕመድ ዋላ እቶም ናቱ ኣክቲቪስትታት እንድሕር ተመሊስኩም ቡን ተጠቀምቲ ክትኮኑ ኢኹም፣ ንሕና ዓሰብ ንጥቀም ንስኹም ከኣ ኤለትሪክ ትጥቀሙ ገለመለ እዚ ፕሮፖጋንዳ እዩ። ፅባሕ ንግሆ ናብቲ ዓዲ እንድሕር ኣትዮም መሓሪ እንድሕር ናብቲ ዓዲ ኣትዮም ብዝኾነ መንገዲ ህዝብና ረሺኖም ድዮም ድሮን ኣምፂኦም ድዮም ብዝተፈላለየ መንገዲ ፍቲ ዓዲ እንድሕር ኣትዮም እዚኦም ከምዘይወፁልካ ክትፈልጣ እዚኦም ክወፁ ማለት እመነ ንብለካ ኣለኹ መጀመርያ ታሪኽካ ኣጥፊኦም ባጤራኻ ኣጥፊኦም እቲ ሃገራዊ ክብርታት ደምሲሶም ኢትዮጵያ ኣንድ ኢትዮጵያ ከም ዝገብርዋ ፍለጥ ሓንቲ ዓባይ ኢትዮጵያ ኮይና ክትጥቕለል እያ ኤርትራ ፋይናል ማለት እዩ ነዚ ፓወር እዚ ከዓ ነዚ ናይ ኣብዪ ኣሕመድ መሕልፎ ከማን ሓይሊ ፈጢርካ ተወዳዲቡ እቲ ኤርትራዊ ደጋፋይ ተቃዋማይ ከይበለ ነፊዑ ክምክቶ ደኣ ይግባእ እምበር ኣነ ምስ ኣብይ ኣሕመድ በዚ ሳይለንት ማጆሪቲ ኮይነ ነቲ ሰራዊት ሰኢለ ሪኦ ኖ ኣነ ነቲ ሰራዊት ቅድሚ ሕጂ ብዙሕ ተጋጊና ኢና መሓሪ ኣብዚ ሕጂ ግዜ ግን ክንገብሮ ዝግብኣና እንድሕር ደኣ ኤርትራውያን ንሕና ለውጢ ንደሊ ኢና ኣብ ኤርትራ ከኣኒ ሓድሽ መንግስቲ ከነምጽ ንደሊ ኣለና ኢሳያስ ኣይመቸኣንን እንዲኻ ትብል ዘለኻ ኢትስ ኦኬ ኩሉ ህዝቢ ኤርትራ ደላይ ፍትሒ እዩ ወላ እቲ ብ ህግደፍ ዘሎ ህልኽ ተደይ ኮይኑ መሓሪ ኩሉ ማሕበራዊ ለውጢ ዘይደሊ ኤርትራዊ የለን ኣነ ከምዚ ኢለ እየ ዝኣምን ኣብዛ ሰዓት እዚኣ ግን ሰራየ ኣኮሎጉዛይ ሓማሴን ባርካ ከረን መንደፈራ ከይበልካ ከይተበኣስካ ማለት እዩ እቲ ኤርትራዊ በቃ ወላ እንተዘይተሰማማዕካ ሓሳባትካ ኣኽቢርካ ህዝባዊ ዕርቂ ብፍላይ ኣብዚ ብስደት ዘሎ ዕርቂ ፈጢርካ ማለት እዩ። እቶም ሓደ ክልተ ዝጽይቑ ዘለዉ ነቲ ቃልሲ መንቀርሳ ኮይኖም ዘለዉ ሰባት ነቒፍካ ዲኻ ኣሊኻ ዲኻ ነቲ ቃልሲ ዳግመ ውዳበ ጌርካ መጀመርያ ክዕረ ኣለዎ። እዚ ቃልሲ እዚ እንተ ክትነቓቐፍ ኣለካ በቃ ዝጋገ ዘሎ ክዕረ ኣለዎ። እቶም ዋጋ ክንደይ ዋጋ ዝኸፈሉ ኣንሕና ክንዛረብ ተኾይንና ሲ መሓሪ ትማል ትማል እኮ ዓይኖም ዝፈሰሱ መንእሰያት ኣለዉ እግሮም ዝተቖረጹ ኣብ እስራኤል ክንደይ ኣሕዋትና ተሓሪዶም ድዮም ትማሊ ኣንሕና ንትግራይ ናይና ንቕተል ኔርና ኣብ እስራኤል ንትግራይ ናይና መስዋእቲ ከፊልና ክብለካ ከሎ ሓደ ቀሊል ነገር ኣይኮነን እዚ ክንደይ ሂወት ከፊሉ እዩ ሰብ ንኢሰያስ ክቃወሙ እዮም ዝቃዋለሱ ነይሮም ኢለ ዝኣምን ኣነ ሓንቲ ካብቲ ተቃላሳይ ኣካል ስለ ዝነበርኩ ኦፍ ኮርስ ተጋሩ ተበዲሎም ድምፂ ኮይና ደንጊፅና ምስኦም ደው ኢልና ኢና ክሳዕ መጨረሻ እንተደይኮነ ግን እዚ መንእሰይ ኣብዚ ደገ ዘሎ ተቃላሳይሲ ኣዲኡ ክረክብ እዩ ዝቃለስ ዘሎ ንትግራይ ደይኮነን ዝቃለስ ዘሎ ሰሰሪሕካ ሰሰሪሕካ እንድሕር ደኣ ዘፍርሱልካ ኮይኖም በቲ ኮይኖም ብሓንቲ ቃል እንድሕር ዘፍርሱልካ ኮይኖም ግን እሞ ድማ ከይትንክፈለይ ከይትንክፈለይ ኣነ እንዳተጋገየ ወዲ ከረን ስለ ዝኾነ ይተንክ ዋላ ንምንታይ ማይ ውዑይ ገይሮም ዘየንድድዎ ወዲ ከረን ስለ ዝኾነ ይተንክፍለይ ዝበሃል ነገር የለን እስኻ ብሃገር ደረጃ ትሓስብ ኣለኻ ኣነ ብሃገር ደረጃ እንድሕር ዘይሓስብ ኮይነ ከም ህዝቢ ህዝቢ እንድሕር ዘይሓስብ ኮይነ ኣነ መበላሸዊት እየ ማለት እዩ ኣባላሽዎ ኣለኹ ነቲ ቃልሲ ብምሉእ ነቲ መንእሰይ ካብ ክሳራ ኣእትዎ ኣለኹ። ሕጂ እንታይ ክብለካ ከየብዝሓልኩም እዚ ዘሎ ምፍልላይ ብፍላይ ኣብቲ ተቃላሳይ ዘሎ በዚ ሕጂ እዚ ዘሎ ባእስታት ገለ ነዚ የዕሪኹም ኣጽቢብኩም ፍልልይኩም ከመይ ጌርካ ነቲ ሰራዊት ትእምኖ ጥራሕ ክሰርሕ ኣለዎ እቲ ተቃላሳይ ኣብ ደገ ዘሎ እዚኣ እንድሕር ተጌርኻ ኩሉ እቲ ኤርትራዊ ብ ደገ ዘሎ ከም ዝስዕበኩም ኣነ ሃንድረድ ፐርሰንት ካብ ነብሰይ ጀሚርካ ተደይኮነ ግን ንኢሰያስ ኣፈወርቂ የምልኽዎ እዮም ህግደፍ ንኢሰያስ ኣፈወርቂ እዮም ዝሰግዱሉ እንዳበልካ እንድሕር ንውልቀ ሰባት ትሰግድ ኮንካ ውልቀ ሰባት እንዳበላሸው እንድሕር ደኣ ኣይተንክፉለይ ትብል ኮንካ ድላዮም እንዳገበሩ እንድሕር ደኣ ክስታይ ተብል ኮንካ እዚ ቃልሲ ኣይኮነን ንሕና ኣብ ውሽጢ ዓድን ኣብ ደገን ክልተ ዲክታተር ኮንካ ኣለኻ ማለት እዩ ስለዚ ኣብይ ኣሕመድ ጉዳዩ ይኮነን ኣብ መወዳእታ ክነግረኩም ኣብይ ኣሕመድ ዘገድሶ ከመይ ገይሩ ኣብዛ ናይ ስልጣን ዘመኑ ነታ ሃገር ነታ ኤርትራ ትበሃል ሃገር ክንደይ መዋእል ኢትዮጵያ ኩሉ ግዜ እዮም ዝፍክሩ ክነግረካ ኤርትራ ክትምለስ ኣለዋ በሃልቲ እዮም ኣብይ ከዓ በቃ ነቲ ህዝቢ ኢትዮጵያ ዝሕጉሶ ዓሰብ ኣምፅኤልኩም ብምባል እዩ። ምክንያቱ ምስቶም ኣምሓሩ ተባኢሱ እዩ ዘሎ፣ እቶም ኦሮሞ እውን ናይ ባዕሎም መዓት ሕቶ ኣለዎም፣ እቶም ተጋሩ ቅዩማት እዮም፣ ብዙሕ ነገር እዩ ዘሎ። በቃ ሕጂ ከይዲ ኣነ ዓሰብን ባፅዕን ኣምፅኤልኩም፣ ኤርትራ ኣብ ትሕቲ ግዝኣተይ እተልኩም ተኢልዎም ካብዚ ዝዓቢ ካሕሳ የለን። ድሕሪ እዚ ከማን ኣይሓትዎን እዮም። ሚእቲ ዓመት ክነግሰሎም እዮም ደልዩ እዚ ድማ ከመይ ገይሩ እቲ ቁ- እቲ ዝበደሎ ነቲ ህዝቢ ነቲ ቁስሊ ከመይ ይሕውዮ እዩ ዝሰርሕ ዘሎ ኣብይ ኣሕመድ እዚ መሽረፈት ከመይ ገይሩ ይተዓፃፀፍ ይፈልጥ እዩ ዋላ እኮ ዓሻ ኣይኮነን ቆልዓ ኣይኮነን ዓሻ ኣይኮነን ፖለቲካ ይፈልጥ ኣይትበልዎ ስለዚ ኣነ እንታይ እየ ዝብል መሓሪ ፅቡቅ ኢካ ትዛረብ ዘለካ ስካ ንሕና 100 ፐርሰንት ኣነ ምሳካ እየ ዘለኩ እዚኦም ተቃወምቲና ግን ምስ ኣብይ ኣሕመድ ስልጣን ኣልያንስ ፈጢርና ምስ ኣብይ ኣሕመድ ክንቃወም ኢና ትብል ዘለኻ ማንም ኤርትራዊ ኣይድግፈካን እዩ ብዙሕ ዘይድግፉ ተቃወምቲ እውን ኣነሰምዕ ቀንዲ ኣብዚ ሶሻል ሚድያ ንዓና ኣይትውክሉናን ኢኹም ዝብሉ ስለዚ ንፉዓት ተቃለስቲ እንድሕር ደኣ ኮንኩም ነቲ ሰራዊት ኣእሚንካ ነቲ ሰራዊት ይኣኽለካ ኢልካ ከመይ ጌርና ንዓ ንሕና ብደገ ንስኻ ብውሽጢ ከመይ ጌርና ንሕና ምስጢራዊ ዝኾነ ርክብ ምስቲ ሰራዊት ጀሚርካ ጥራሕ ኢኻ ነቲ መንግስቲ ክትኣልዮ ትኽእል ተደይኮነ ባዕዳዊ ሓይሊ ምትእትታው ናይ ደገ ኣምጺኻ እንድሕር ደኣ ወል ንኢስያስ ክትኣልዮ ኮንካ ግን ዕጫ ናይ ሊብያ ዕጫ ናይ በዓል ሶርያ እያ ትጽበየካ ካልእ ዋላ ሓንቲ ዝመጽእ ለውጢ የለን ብፍላይ ብፍላይ በዚ ሕጂ ዘሎ ክብርኻ ሓሊኻ ክትከይድ እንድሕር ደሊኻ ንዝኾነ ሰብ ልዕሊ ክልተ ግዜ ኣይትደውል ምኽንያቱ ብኣታታዩ ዝረብሽና እምበሪ ስራሕ የብሉን ዳዓሰርተ ግዜ ዝደዋውል ኢኻ ትበሃል። ምስ ሰብ ዘለካ ቅርርብ ድማ ላይክ ቱ ማች ክስታይ ክትቀርብ የብልካን ክትርሕቕ ድማ የብልካን ኩሉ ግዜ ባውንደሪስ ክህልወካ ኣለዎ ኩሉ ግዜ እንድሕር ቱ ማች ቀሪብካ ናብ ሓደ ሰብ ገለ ነገር ኣላ መጨረሽታ ሰብ ኩሉ ግዜ እቲ ናህና ምስ ሰብ ዘለና ቅርርብ ብዙሕ ደይምርሓቕ ብዙሕ ከዓ ደይምቕራብ ማለት እዩ እዚኣ ተከባብረካ እያ ማለት እዩ ካልኣይ ድማ ንሰብ ድሓተተካ ሰብ እዚኣ ግበረለይ ተይልካ ሕራይ ኣብዚኣ ንኸይድ ሕራይ ሕራይ ሕራይ ሕራይ እንድሕር ኢልካ ክላ እዚ ደኣ ደይ ስቕ ኢሉ እዩ ንኹሉ ነገር እዩ ሕራይ ድብለካ እዩ ድብለካ ከምዚ ቱ ማች ናይሲ ደይ ምዃን ምስኡ ድማ ንዘይግደሰልካ ሰብ ኣይትገደስ ንዘይግደሰልካ ሰብ ኣይትገደሰሉ ዳሕራይ ድማ ኣማኽረኒ ከይተባሃልካ ወይ ከዓ ሓግዘኒ ከይተባሃልካ ስቕኢልካ ኣይትነስነስ መን መን ከምዚ ኢልዎ እዚ ደኣ ክፈልጦ እንደ መን ኣማኽረኒ ኢልዎ ድዩ መን ሓግዘኒ ኢልዎ ድዩ ስድራ ባዕለይ ይፈልጦ እንዲኻ ትባል ሶ ከይተሓተትካ ኣይትነስነስ እታ ናይ መጨረሻ ድማ ንሰብ ክትሕጉስ ኢልካ ሲ ነብስኻስ ኣይትወፅዕያ ንሰብ ክትሕጉስ ኢልካ ነብስኻ ኣይተሸግራ ኣይተድክማ መጀመርታኻ ንነብስኻ ኹን መጀመርታ ነብስኻ ተሓጎስ ዳሕራይ ንሰብ ትሕጉስ ማለት እዩ ተዘይኮይኑ ንሰብ ክትሕጉስ ኢልካ ነብስኻ ኣይትወፅዓያ
ኣብ ሓንጎልካ ክትበፅሖም ትደሊ ተስፋ ተዘይቆሪፅካሎም ይብፅሑ እዮም ኣደይ ንዓይ ማለት ዓለም እያ ንዓይ ኣደይ እንሻሎ ብድሕረይ ትኸይድ ወርሒ ገዛ ይኣቱኒ ይበኣስ ምስቲ ደሎ ኩነታት ይበኣስ ትእብስ ካብቲ ገዛ ትስጎም ከለ የሕዋተይ ከዓ ተወሊዶም ማለት እዩ እንጂ ኣደይ ብፅፍራ እያ ዓብያትኒ ምሻሎ ዘይቀልዓለም ብፅፍራ እያ ዓብያትኒ ግን ነዊሕ ዓመታት ኣብ ጎደና ዳርጋ ወፅ እያ ኣብ ጎደናስ ነዊሕ ዓመታት ወፅ ዳዓርከይ ድቅስ ትስከፍ ክልተ መዓልቲ ምስ ደቀስካ ትኸይድ ኣብታ ካቴድራል ወላ ንሽዋያ ገለ ትገብር በቲ ትወፅእ ዳክስቶ ትኸይድ ገለ ሕጂ እቲ ሂወት ኣዝዩ ዓጺቕ እዩ ምሻሎ ኣብ ትምህርትኻ መሳቶኻ ትፍለ ትሕዝቶ የብልካን ጫማ የብልካን ክዳን የብልካን የሰክፈካ እዩ ትምህርቲ ተቋርጽ ትገድፎ ተብል ግን ንኣርቲ ብጣዕሚ ይጠቕመካ እዩ ምሻ ኣሎ ንሂወት ኣዚኻ ክትሰግሮ ከም ትኽእል ምሻ ኣሎ ድሓር ከምዚ ኣነ ብባህረይ ከምዚ ናይ ኣደይ ክኾን ይኽእል ገለ ኣይፀዓድኒ ከምዚ ምሻ ኣሎ ከምዚ ከምዚ መፂንሲ ከም ሽግር ገለ መፂንስ ኣይፈርሕን እዩ ክላና እግዚኣብሔር ንፅቡቕካ ክኾን ይኽእል እዩ ንሓደ ተሞክሮ ክኸውን ይኽእል እዩ ንፅቡቅ ሳላ እግዚኣብሔር ከዓ ኣብዚ ደረጃ እዚ በፂሕና እምበር ደገ ፈልጠ እየ ምሽቃጥ በለስ ፈልጠ እየ ባስቲካ ምሽቃጥ ፈልጠ እየ ምጥማይ ከዓ ፈልጠ እየ ማለት ጠሚኻ ወረ ሙሉ መዓልቲ ጠሚኻ እውን ፈልጠ እየ ኣብ ቁሪ ምድቃስ እፈልጦ እየ ኣብ ማሙቕ ምድቃስ ከዓ እፈልጦ እየ ማለት እዩ ሕጂ ወዲ ሰብ ግን ተስፋ ቆርፅ የብሉ ከምዚ ብሰንኪ ናቶም ብዙሕ ነገራት ባህርታት ተጥሪ ኢኻ ብሰንኪ ናቶም ብዙሕ ነገር ይጎድለካ እዩ ንኣብነት ትምህርቲ ጎድለካ ምስ ሰብ ምቅርራብ ይጎድለካ ገለ መለ እዩ ግን መወዳእትኡ እንድሕር ዳ ሕልሚ ኣለካ ሕልምኻ ከይበፅሓካ ማይ ትተርፍን ኢኻ ማለት እዩ ስለዚ ንታ ዘለኻያ ደይኮንካስ ንመጻኢ ክትሓስብ ኣለካ ማለት እዩ እምበር ኣዝዩ ተሪር ዓቐብ እየ ሓኺረ ኣነ ተሪር ተሪር ከምዚ ሸተተ ትደብል ገለ መለ እየ ወፂ ወፂ ማለት እስከ ናብራ ግዳም ሓደር ክሳብ ክንደይ ከቢድ እዩ ዳዊተይ ክንደይ ዓመት ኢኻ ግዳም ሓደር ኮንካ ሕጂ
ብጥቕሉል እንዲና ክንዛረብ ከምዚ ወፅየ ትኽኢለ ወፅየ ዘይኮንኩ ሲ ኣትሊስት ወርሒ ይገብር ምስ ገሊኦም ወርሒ እገብር ይምለስ ዑቕባ ሓትት ማለት እዩ ሽዑ ከዓ ይወፅእ ገለ ይእብስ ድየ ገለ ድየ ባይዘ ወይ ከዓ ይወፅእ ናብ ደገ ከዓ ደገ ከዓ ወፅእ ከምኡ ከዓ ገብር ክልተ ሰሙን ሰለስተ ሰሙን ዳሕሪ መወዳእትኡ ኣብ ጎዳይ ሚኒዋለ ስራሕ ጀሚረ ገዛ ተኻረየ ፀባብ ገዛ ፅብቕቲ እያ ሓፃር እያ ኣርባዕተ ኮሚደረ ተምጽኤ እተን ሰለስተ ኣናጹ እየን ዝበልዓት ሓንቲ ኣነ በልዓ ጽቡቅ ምሽ ኣሎ በይንኻ ኢኻ በይነይ እየ ድሓር የዕሩኽተይ ምሳይ ክሓድሩ ጀሚሮም ካልኦት ኣዕሩኽተይ ገለመለ ደሓን እዩ ሽዑ ተሃማተ ከይደ ድዋዕዋዕ ተባሂለ እዚ ዲፔቲን ገለ ክትዕ ገለ መለ ቴፕ ተሸሊመ ካልእ እዩ ተኮይናትን እታ ቴፕ ቴበይ እንዳወላዕኹ ደነቃቁሑ ደርፍታት እንዳሰማዕኹ መቸም ሲዲ ቅስባፅ እዩ

ኮርስዳ ሕጽርሉ በልኒ እምበር ሕፍረት ኣብ እንጉዓት ያቶ ያት። እውይ ኣነ እኮ እቲ ዝገርመኒ ነገር እዚ ኩላ ምድረ ፋራ ኣቤላ ኤደን ኢሎም ይመስለኒ ዝደልዩ ኣነ እኮ ግርም እዩ ዝብለኒ እንታይ እኮ ዘይቦትኩለ ኣትኩሎይ ኣስማሪኖ ትሓዝኩ ዝብል ሙሲባ እዩ ኣርሱ ነዚ ግን ክኸስሮ የብለይ እዋ

ካልእ ትካል ዘይትቕይር ንኺድ ዶ ዘይንፍትን ቤት ፍርዲ መን ወዲ ኣበየናይ ዓዲ ተመርዐ መን ኣቱም ሰባት
ወላን ወላ ንሓድሕድኩም ዲኹም ክትሰማምዑ ዘይትኾኑ እንዳ ስጋ እንዳ ጫማ
ኣታ ወዲ ኤሌክትሮኒክስ ካ ኢልካ ነርካ ኤሌክትሮኒክስ ኢልካ ዲኻ ምናልባት ብድሕረይ ዶ ኢልካ ትኸውን ኣነስ ኣይሰማዕኩኻን ኣብዚ ነይረ ደ ኣማ ኣበይለ ደ ማስ ነረ ደ ተራ ንኾን ዶ

ኣልኮላዊ መስተ ትሰትዩ ኣሕዋት እያ ኣነ ከም ዮርዳኖስ ዘለና ሓሳብ ወይ ድማ ብዛዕባ እዚ ክዛረብ ድሕሪ ኮይነ ሰትየ ይፈልጥን እየ ክሰትው መደብ የብለይን ከምዚ በሊዕካ ዘይትፈልጥ መግቢ ሻይ ፈትዎን እየ ትብል ስነ ኣእምሮዊ ንዓይ መስተ ከዓ ከምኡ እዩ ግን ከተረድኡኒ እንድሕር ክኢልኩም ክርዳእኩም ክፍትን እየ ብዛዕባ ናይ መስተ ዝኾነ ነገር ክዛረብ ድሕር ፈቲነ ንኣብነት ገለ ሰባት ብዙሕ ስለ ዘይትፈልጡ ኢኺ ብዙሕ ኣፍልጦ ስለ ዘይብልኪ እኮ ክትርድእና ዘይትኽእሊ ገለ ድብል ዘረባ ኢድ መፃኒ ከምኡ ዘይኮነ ግን ከም ትዕዝብተይ ብፍላይ ኣብዚ ናይ ሕጂ ግዜ ኣብ ላይፍ ንሪኦ ሰባት ጥዑያት ኖርማል ከይሰተዩ ጥዑያት ዝፀንሑ ምስ ሰተዩ ዝርቡን ዘይዝርቡን ክዛረቡ ትርኢ እዚ ቪድዮ ምስ ረኣይዎ ይጠዓሱ ምዃኖም ይርዳእኒ እዩ እዚ ኣይትስተዩ ገለ ይከኩን ድብል ዘለኹ ሕጂ ኖርማል ዓቕሚ ነብሶም ሰትዩ ኣለዎ ልዕሊ ዓቕን ሰትዮም ከዓ ክጭነቑ ከለዉ ድዮም ወይ ድማ ሕማቅ ክስምዖም ከሎ ኣብ ዘይሓሰብዎ ነገር ዝኣትዉ ኣለዉ ንስዮ ንሕዳ ክዛረብ ኮይነ ወላ ኣብ ዓዲ እንድሕር ርኢና ዝያዳ ደቂ ተባዕትዮ እዮም ዝሰትዩ ካብ ደቂ ኣንስትዮ ማለት እዩ ብዙሕ ስልሙድ ኣይኮነን ክትሰተ ሓንቲ ጓል ኣይትስተያ ገለ ይኮንኩን ድብል ዘለኹ ሰብ ከም ድላዮ ክነብር ኣለዎ ደስ ዝበሎ ክገብር ኣለዎ ግን እንተ ደኣ ሰቲና ብዙሕ ነገር ንዛረብ ኮይና ወይ ድማ ኣንፈትና ዝቐይረና እንድሕር ኮይኑ ስታይ ጥቕሙ እሞ ሓደ ብቐረባ ዝፈልጦ መስተ ኣብ መስተ ዝርከብ ሰብ ወልፊ ኮይንዎ ንክገድፎ ከኣ ዝቃለስ ዘሎ ሓደ ወርሒ ክልተ ወርሒ ገድፎ ምሽ መሊሱ ከኣ ይምለሶ ስለምንታይ ኢኻ እሞ ዘይትገድፎ ንድሕዳ ዘጣዕሰካ ኮይኑሲ ከምዚ ብትኽ ኣቢልካ ዘይትገድፎ ገለ ብሎ ምሽ ናይ መስተ ነገር ስለ ዘይትፈልጥ እኮ ኢኺ ዝብል መልሲ እዩ ካብኡ ዝመጻኒ ወላ ኣፍልጦ ደኣ ኣይሃልወኒ እምበር ድሕር ሰብ ኣረዲእኒ ግን ክርዳእ እኽእል እየ ኢለ እየ ድሓስብ ወልፊ ግን ኣብ ዝኾነ ኣብ መስተ ይኹን ኣብ ዝኾነ ከቢድ ከም ዝኾነ እፈልጥ እየ። ቀረባ ዝፈልጦ ሰብሲ ናይ መስተ ውሉፍ ኮይኑ ዘሎ ሓደ ክልተ ወርሒ ሰለስተ ወርሒ ይገድፎ መሊሱ ይምለሶ።
ከርሚ ኣነ ብዘይ ብኣኺ ክነብር ኣይክእልን እየ ብጣዕሚ እየ ዘፍቅረኪ እንዴ ንዓኺ ክርእየኪ ከለኹ ዝመጸኒ ሓጎስን ደስታን ገጽልኪ ይክእልኒ ካርመይ ኣደ ደቀይ ሰበይተይ ኩሉ ክትኮን እየ ዝምንየኪ ብዘይ ብኣኺ ክነብር ፈጺመ ደይክእል እንሻሎ ካብ ብቓላት ብተግባር ከርእየኪ ዝመርፅ በቃ ካርመይ ናተይ መናብርተይ ኣብ እዋን ፀገመይ ኣብ እዋን ሓጎሰይ ኣብ ጎኒ ኮንኩም ምሳይ ክትቅፅል እየ ዝምንየልኪ ካብ ልበየ ዘፍቅረኪ ካርመይ ኣይ ላቭ ዩ ተወዲያ ኣላ እዚኣ ማለት ማራ ኬፍ ኣለኪ ማራ ኬፍ ይብክኒ ኣነ ንክላለየኪ ተገዲደ ን ኣብ ዝጠዓመ ን ሓደ መዓልቲ ሻሂ ገለ ንበሃል ማሌስ ኣለኪ ምሾ ማራ ደስ ዝብል ቆማን ደስ ዝብል መልክዕን ኩሉ ኣምላኽ ብዘይ ኣምላኽ ኣደ ማርያም በቃ ብዘይ ብዓይና ተዓሚታ እያ ሰሪሓትኪ ማሌስ ንስኺ እስኺ ትመስልስ ረጊጸኪ ክሓልፍ ኣይሓሰብኩን ምሳኽስ ከመይ ዝበለ ሙቅ ፍቅረይ ሙቅ ጊዘን ክሕልፍ ዝደሊ ማለትስ ኩሉ ናይ ፍቅሪ ነገር ኣይርዳእክን እያ ይብልኒ ግን ነዚ ዝቅርበልኪ ዘለኩ ሕቶይ ብፅቡቅ ንክትርድእኒ ይምሕፀነኪ። ከረዳኪ እስኺ በቃ ፍጥረት ናይ ኩሉ ዓለም ኢኺ ንኩለን ብዙሓት ደቂ ኣንስትዮ ምድሪ ዓለም ተፈጢረን እዮም ሓደ ጓል ኣንስተይቲ ንዓ ወይ ከን ንዑ ኢሉ ዝፍጠር ማለት እዩ ንሰበ ከኒ ንዓይ ክተፈጠርኪ ከሉ ይስማዕ ንዓይ ከም ጣጣ መዓንዱ ብዙሕ ይደላይኺ ብዙሕ ኣፍቃሪኺ ብዙሕ ይኸ ንዓኺ ዝደለኪ ግን ካብቶም ብዙሓት ከኒ ኣነ ወሳዲኺ ወይ ከን ኣነ ተመናይኺ ናተይ ምዃንኪሲ ልበይ ኮም እዩ ዝብለኒ እዚ ከትዕድልቲ ናይ እግዚኣብሔር ኢለ ዝኣምን ማለት እዩ ኣብ ብዙሕ ነገረሲ ፈቲነኪ ኣብ ብዙሕ ነገረሲ ደሚነኪ ብዙሕ ነገር ከኒ ኣድሌኬ ብሓፈሻዊ ፎቴኺ ትህይወት ማለት ኣድሌ ንዓኺ ምንጋር ኣድሌክኒ ልብኺ ካብዚ ቃላተይ ተረዲኺ ኣስተውዒልኪ ሰሚዕኺሲ እንታይ ትብልኒ ወይ ከኒ እንታይ ከኒ ግብረ መልሲ ትህብንሲ ንዓኺ እዩ እቲ ቦታ ገዲፈልኪ ኣለኹ ወዲ ተባዕታይ ኩሉ ግዜ ሲንግል እንከሎ እዩ ገንዘብ ክእክብ ዝጅምር በንጻሩ ጓል ኣንስተይቲ ከኣ ዓርኪ ምስ ሓዘት ፋካ ሴፍ ክትገብር ትጅምር። ከመይ ኢሉ ይኸውን ዶ ትብሉ ኣለኹ? ቢካዝ እቲ ናታ ናብ ጁባኣ እቲ ናይ ዓርካ ከኣ ናብ ከብዳ ናብ ደጋዊ ትርኢት ሺ ስማርት ብሮ ኣብ ህይወት ልዕሊ ቴስዓ ሚእታዊት ትህቦ ግብረ መልሲ እዩ ዝጎድኣካን ዝጠቕመካን so ካብ ትሕቲ ዓሰርተ ሚእታዊት እዩ እቲ ካብ ደገ መጺኡ ንዓኻ effect ዝገብረካ let's say እንተ በዓልቲ ቤትካ ወይ ኣፍቃሪትካ እንተድኣ ተጨቓጪቓካላ ኣብ እእምሮኻ ዝስራሕ ዘሎ ንሳ ስለ ዝተጨቓጨቐትካ ወይ ዘረባ ስለ ዝተዛረበት ንስኻ እንታይ ዝብል እዩ ኣብ ርእስኻ ዘሎ እንታይ ዓይነት ግብረ መልሲ ኢኻ ትህባ ዘለኻ ብሓሳብካ ጥራይ ዘይኮነ ብቓላትካ ማለት እዩ ኣብ ስራሕ ኣስራሒኻ እንተድኣ ተቛይቑኒ ወይ ከኣ ደስ ዘይብል ገጽ ኣርእይኒ ኢልካ ኣብ ርእስኻ ዝስራሕ ድራማን ብኣፍካ ተውጽኦ ቃላትን እዩ እቲ ቀንዲ ኢፌክት ዝገብረካ ኦኬ እንድሕር እዚ ኢፌክት እንድሕር ዘይገ እንድሕር ኣነ ዘውጽኦ እንድሕር ኢፌክት ዝገብረኒ ኮይኑ and then እቲ ኣነ ዘውጽኦ እንድሕር እቲ ኣነ ግብረ መልሲ ዝህቦ እንድሕር ክቆጻጸር ክኢለስ ጸገም የብሉን ማለት ድዩ yes of course ጸገም ዝብሃል የብሉን ዋላ ኩሉ እንተ ዘይተቐየረ እንታይ ግን ክገብር እዩ እቲ at least እታ ትስምዓካ ስምዒት ናይ negative ስምዒት ኣይክትስምዓካን እያ show እታ ናይ ነጊቲቭ ስምዒት እታ ናይ ሕማቅ ስምዒት እታ ምሽ ኣላ በቃ ኣነስ እንታይ ዓይነት ሂወት እዩ ገለ ትብል እሳ ኣይክትስማዓካን እያ ፐርስፐክቲቭ ንእሽተይ ጥውይ ተብላ ኣለካ በጣምታ ማለት እዩ ሶ ፕሊዝ ኣስተውዕሉ ልዕሊ ቴስዓ ሚታዊት ንሕና ንህቦ ግብረ መልሲ እዩ ኣብ ሂወትና ኤፈክት ዝገብር ከባቢ ዓሰርተ ሚታዊት ዘይከውን እዩ እቲ ካብ ደገ ድመጽእ ንዓና ኤፈክት ዝገብረና ሶ ንሕና ክንቋጻጸሮ ንክል ከኣ እቲ ካባና ዝወጽእ እዩ። ካባና ዝወጽእ ነገር ንሕና በእምሮና ዝስራሕ ድራማ ሓሳባት እንተ ክንቆጻጸር ኪኢልና it's gonna be very simple God bless you I love you all ዝኾነ ሓገዝ ናይ Therapy or ናይ Healing ኣገልግሎት እንተ ደሊኹም ኣብ Instagram voice message ስደዱለይ See you። ቀጽሎ ኢዚኣ ብሩኻዘር ዋላ እቶም ትቆርጹ ቁረጽሎ ኢዚኣ ኣዋጅ ኣዋጅ ኣዋጅ ኣዋጅ ዝራኣየ ዓይኑ ብራህ ሉሉ ተረኺባ ኣላ ኤማ ተረኺቡ ኣሎ ሃዋስ ካሕሳይ ጠፊኡ ኣንበሳ ተረኺቡ ኣሎ፣ ኣቤል ፍጹም ተሳኢኑ ኣዳም ሃብተ ደሃይ ተረኺቡ ኣሎ፣ ዮናስ ሃብተኣብ ትበሃል ተሳኢንካ ኣለኻ፣ ኣብ ጽባሕ ሰንበት ውድድር ኣውዲካ ምሕላፍ ኣለኩም፣ በጃኹም በጃኹም ደሃይ ግበሩለይ፣ ብውሽጢ ጽሓፉለይ እብልኩም ኣሎ እብለኩም ኣሎ ወዲ ሓምቢር፣ እንተዘይኮይኑ ብካልእ ሰብ ክንትክኦ ኢና እብል ኣለኹ ክሳብ ጽባሕ ሰዓት ትሽዓተ መልስኹም ክጽበ እብል ኣለኹ እዝነብካ ዝኑብ ይብለኒ ከኣ እዚ ኣንታ መልእኽቲ እየ ዘሕልፍ ዘለኹ ዋይ ኣነሲ እወ እቶም ኩላቶም ክወዳደሩ ጋይስ ትፈልጥዎም እንተ ኣለኹም ካብዞም ዝፀውዕዎም ናይ ደርፊ ውድድር ዝተወዳደሩ ሰባት እዮም ማለት እዩ ስለዚ ስኢንዎም ስለ ዘሎ ዘርኦም ጸሓፉሉ በሎም እንተ ዘይጽሒፎም ዶ ክሳብ ጽባሕ ምሸት ብኻልኦት ሰባት ክትክኦም እዩ። እወ እዛ መልሓስ እዚኣ ሒዝካ ካብ ናይ ኣቦኻ ዘይሰንፍ ድኽነት ሓቒፍካ ክትነብር ኢኻ። ኣየፍርሓንን እዩ ካብ ቁልዕነተይ ዘዕበየኒ ድኽነት ምስ ዓወተይ ከይገብረኒ በቃ ክትልወጥ ኣይትሓስብን ብእግሪ ክንዘይተለወጥ ክንደቢድና ተለዊጥና ኢልክናና እንታይ ማለትካ እዩ ንሓመድ ዝመስለኪ ተርድዮ ብኩሉ ይጎድእኒ ወይ እቲ ሓድሽ ዘፈረምኪ ክዳ እንታይ እዋን ውዕል ወዲ ንዘርኦም ዲኻ ንዘርኦም ዲ ሽሙቲ ብቀዳማይ ምስ ከሰተ ከላ ምሳ ክፀናሕና

ወላ ወላ ኦ ማይ ጋድ ይሄ ጻዓዱ ገለ ወላ ወላ ወላ ሎማ ዓንዲ እጂ ናይ ምጥሪ መጽና ኣሎ ኣዘብጤ ነይ እምበር ወላ ጻዕዳ ገለ ጥዒምካ ይትፈልጥኒ ኢኻ ወላ ወላ ጥዒመ ይፈልጥኒ ኦ ማይ ጋሽ ሓቅኻ እንዲኻ ስኻዳኒ ናይ ክንደይ ዓመታት ክንደይ ዓመት ጌርካ ኣለኻ ምዕድመኻ እድመ ዳ ከይደ እጂ ዳ ከይደ ኣሪገ ዕስራን ዕስራን ሸሞንተን ቀሪበ ኢስራኤል ወዲ ኢስራኤል ሸሞንተን ዓመት ኮንካስ ብጥርጥዒምካ ዘይትፈልጥ ወ ዋት ዘ ፋክ
ባምቡላጎ ገዜ ገደደ ይህ እንታይ ትገብሮ ባምቡላ ዳ ጣጣ ብላ ዋይ ይሕሸካ ጓል ተስኢንካ ዳ ባምቡላ ተውፅኦ እንታይ ደኣ እሞ በቃ ሰተሓይሽ ተረዲአን ቁሩብ ድምፂ ስለ ዘይብላ ትሰክፈካ ቁሩብ ክንዲ ኬንካ ዳ ገዚእኻያ እታ ባምቡላ
መጣት ከብላ ኔኔ ክንደይ ሂብካ ገዚእኻያ? ሕስር ክንደይ ገዜ ሕጂ እዚኣ ኣይትዛረብኒ ሕጂ ጊፍቲ ተኣኪበ ቁሩብ እንድሕር ኣብዚኣ ሰይዶምለይ እስታይ ክገዜ ኣናብስ ገለ እንተመፅኦም ኣብዚ ቁሩብ እዋን ገም ዓብ ገም ክፃወተ ሽዑ ኣለዋ እዚአን ናይ ጃፓን ክገዜ ሕጂ እዚኣ ገዚኣ ዘለኹ ናይ ግዝያዊት እያ ተረዲእክኒ ርእሲ ኣለዋ ገለ ኣለዋ ኢለዮ እምበር የብላን ርእሲ የብላ ገለ የብላ ልክዕ ባኮ እያ ትመስል ምጥሪ ጥራይ ዘለዋ ምጥርን መዓኩርን ኣለዋ ረዲእክኒ
እንኳዕ እግዚኣብሔር ኣምላክ ካብ ሞት ኣውፅእካ ይፍለን እንዲኻ
እንዳ ወንጌል ነበርክ ሶሪ ትማሊ እኮ የወፅእ ካብ ሕክምና ካብ ሞት የወፅእ
ዶንኪ ሞናት ኤግዛምፕል ሓደጋ ኣጋጢሙ ነይሩ ናይ መኪና
ቀደም ክነልኪ ሰይቲ ክነልኪ ኣታ ሱቅ እናበልና እንታይ ምጭራይ ወረድ ንዕ መሓሸኒ ባዕ ነዚ ሓዘ ሓደጋ መኪና መኪና ኣነ እንዳዘወርኩ ከሉ ቅድሚ ሕጂ እያ
ኣነ ሰቲ ሓደጋ ኣጋጢምኒ መኪናይ ኣብ ናይ ፖሊስ ተታሒዛ ኣላ ኩሉ ሱቅ እናበለ ጠጋ ስኻታይ መኪና ዘቢርካ ትኽእሎ መን እስኻ ኣነ ኩሉ ሰብ ኣብዚ ዘሎ ማንቸስተር ሕድሪ ኣነ ድየ። ስራሕ
ነሽነሽ ኣብ ትግራይ ንስኻ ናይ ሂማን ትራፊከር ሰባት ተጋዓዕዝ ኔርካ ኣብ ትግራይ ሃየ ደቂ ዓድኻ ኣለዉ መኻይድ ምስ በዓል ተመስገን ሂማን ትራፊከር ትሰርሕ ኔርካ ደቂ ኣስመራ ኔሮም ምሳኻ ሂማን ትራፊከር ትሰርሕ ኔሮም ሃየ ህም፣ ሕጂ ጻድቓት መሲልኩም ኣብዚ ክትመጹ ኣብዚ መጺኹም ጻድቓት ክትኮኑ ኣቦኻ እውን ናይ ሕወላ ይሰርሕ ኔሩ እዩ ኣብ ውሽጢ ኤርትራ ኣቦኻ ናይ ሕወላ ይሰርሕ ነይሩ እዩ ህም በቱይ ተቃወምቲ ትመስሉ በቱይ ህዝቢ ትምዝምዙ ኪድ ዋዛ ከይመስለካ ኣብ እግሪ ገረብ ኣሎ ነዚ ሃገር እዚኣ ዝሕልዋ ሰደቃ ከይመስለካ ሰብ በቋራጭ ክትህብትም ግይጽ ኢሎም ዝነበሩ ጀነራላት ርኢኻ ዶ ዋላ ሓንቲ ደሞዝ የብሎም ገለ ይብሎም ሓምሳን ገለመለን ዓመት